ሰላም ከመይ ኣለኹም ኩሉኹም ተኸታተልቲ ናይዚ ቻነል እዚ ጽቡቅ ክትብሉ ተስፋ እገብር ኣቤል ገብረስላሴ እየ ምሳኹም ዘለኹ ሎማዓንቲ ከዓ ኣዝያ ኣገዳሲት ዝኾነት ነጥቢ ሒዘልኩም መጽ ኣለኹ ናይ ብዙሕ ሰባት ሕቶ ክትከውን ትኽእል እያ ኢለ ዝሓሰብኩ ኣርእስቲ ሒዘልኩም መጽ ኣለኹ ኣዝያ ወሳኒት እውን እያ ናይ ህይወትና ናይ ምልዋጥ ህይወትና ናይ ምቕያር ወይ ከዓ ናብ ዓወት ናይ ምብጻሕ ኣዝያ ወሳኒት ዝኾነት ነጥቢ'ያ ማለት እዩ። ስለዚ እምበኣር ደሓን ናብቲ ናብቲ ፕሮግራመይ ክኣቱ እየ። ሎማዓንቲ ሒዘልኩም መጺእ ዘለኹ ብዝተፈላለየ ግዜ ኣብ ኣብ ኣብ ህይወትኩም ምሳኹም ስራሕ ዝጀመሩ ወይ ምሳኹም ዝተማሃሩ ብዝተፈላለየ ግዜ ኣብ ምሳኹም ዝጀመሩ ወይ ምሳኹም ዝነበሩ ንነዊሕ ግዜ ምሳኹም ንቁሩብ ግዜ ምሳኹም ቀጺሎም ደሓር ኣብ ዝኾነ ግዜ ግን ገዲፎምኹም ዝኾዱ እሶም ኣብ ብሓንሳብ ምሳኹም ተማሂሮም እሶም ኣብ ዝለዓለ ደረጃ በጺሖም እሶም ኣብቲ ዘለኹሞ ድሕሪ ጠጠው ኢልኩም ኣለኹምኩም ከምዚ ዓይነት ኣጋጢሙኩም ይፈልጥ ዶ ርግጸኛ መብዛሕትና ከምዚ ዓይነት ህይወት ኣጋጢምና ኣሎ ምሳና ዝተማሃሩ ገሊኦም ኣብቲ ዝለዓለ ደረጃ በጺሖም ኣለዉ ንሕና ከ ኣብቲ ዘለ ኣብዚ ሕጂ ዘለናዮ ደረጃ ጠጠው ኢልና ኣለና ወይ ምሳና ስራሕ ጀሚሮም ብሓንሳብ ምሳና ተቖጺሮም ጀሚሮም ንሶም ካልእ ናቶም ትካላት ገይሮም ክዓብዩ ክልወጡ ክቕየሩ ከለዉ ንሕና ግን ኣብዚ ዘለናዮ ጠጠው ኢና ኣለና እዚኣ ምክንያት እዚኣ ንሕና ዘይተለወጥናሉ እሶም ክልወጥሉ ዝኽኣሉ ምክንያት እንታይ እዩ ትብል ሒዘልኩም መፅ ኣለኹ ሎም መዓንቲ ማለት እዩ እዛ ነጥብ እዚኣ እንታይ ትበሃል መሲልኩም ክሳዕ መጨረሻ ዘይስለይፈተና ኢና ንሕና ኣብቲ ንሶም ዝበፅሕዎ ክንበፅሕ ዘይከኣልና ማለት እዩ ክሳዕ መጨረሻ ብዘይምፍታና ካልኣይ ከዓ ሙሉእ ዓቕምና ብዘይምጥቃምና እዩ ኣብዚ ደረጃ እዚ ንዖም ኣብ ዝለዓለ ደረጃ ኣብፂሖም ዘሎ ንሕና ከዓ ኣብቲ ዘለናዮ ጠጠው ክንብል ገይርና ዘሎ ማለት እዩ ነዚ ክሕግዘና ሓንቲ ሕፅር ዝበረት ዛንታ ክነገረኩም ሓደ ሰብኣይ ሓደ ግዜ ሓደ መሃንድስ እዩ ወይ ከዓ ኢንጂነር እዩ እዚ ኢንጂነር እዚ ኣብ ሓደ ትካል ንከባቢ ዓብ ሰብኣዩ ንነዊሕ ዓመታት ሰሪሑ ከባቢ ሰላሳ ዓመታት ዝኾነ ትካል ሰሪሑ ሽዑ ኣብቲ መጨረሻ ደኺሙ በቃ ሕጂ ሪታየር ክኸውን ኣለኒ ወይ ካብ ጥሮታ ክወፅእ ኣለኒ ይኣኽለኒ ደኺመይ ክዕርፍ እየ ኢሉ ኣብ ዝሓሰበሉ እዋን ናብቲ ስራሕ ኣካየድ ወይ ከዓ ናብቲ ማናጀር ይኸይድ እሞ ኣኽለኒ ሕጂ ደኺመ ክዕርፍ እደሊ ስለ ዘለኹ ኣሰናቡትኒ ይብሎም ማለት ሽዑ እቲ ዋና ናይቲ ትካል ወይ እቲ ማናጀር ከዓ ፀገም የብሉን ሪታየርድ ከይድ እቲ ጥሮታኻ ከነኽብረልካ ኢና ግን ናይ መጨረሻ ሓንቲ ትእዛዝ ኣላትና እቲ ዝኣዘዘና ሰብ ከዓ ኣዝያ ተህውኽ ስለ ዝኾነ እሞ ከዓ ንስኹም ክሰርሕሉ ስለ ዝደለየ ሰብ እዚኣ ስርሕሉ እሞ እዚኣ ምስ ወዳእኹም ግን እቲ ናይ ጥሮታ መሰልኩም ከነተግብረልኩም ኢና ወይ ከዓ ክንሕልወልኩም ኢና ይብሎም ማለት እዩ ሰብኣይ ደኺሙ እዩ ነዊሕ ዓመታት ሰሪሑ እዩ ኣዝዩ ሰልችዎ እዩ ዘሎ ከቋርፅ ጥራይ ዝደሊ ነይሩ ግን ነቲ ዋና ትካል ከዓ ከቐይሞ ከኣ ኣይደለይን ስለዚ በዚ ምክንያት ኦኬ በቃ እዚኣ ስራሕ እዚኣ ሰሪሐ ግን ጠጠው ከብል እየ ብሎ በዚኣ ተሰማሚዖም ይጅምሩ ስራሕ ምስ ጀመሩ እቲ እቲ ህንፃ ወይ እቲ እቲ ገዛ ክስራሕ ምስ ጀመረ እቲ ሰብኣይ ኣዝዩ ሰልችዎ ወይ ከዓ በቃ ናይ መጨረሻ በፂሕዎ ስለ ዝነበረ ፅቡቅ ገይሩ ኣይተገደሰሉን እቲ ገዛ ጥራይ ድማ ወዲኡ ክገላገል እዩ ዝደሊ ነይሩ ስለዚ ብሕማቅ ብኳሊቲ ዘይብሎም ማቴሪያላት እንዳተጠቀመ ፊኒሽንጉ ፅቡቅ ከይገበር ፎከስ ከይገበረ ብሓፂሩ ነታ ገዛ ከም ዝኸውን ገይሩ ይውድኣ ማለት እዩ ምስ ወድኣ ናብቲ ትካል ተመሊሱ እሞ በቃ እታ ገዛ ወዲእ እያ ኣለኹ ሕጂ ጥሮታ እያ ክብሉ ኦ ወዲእኻ እያ ኦኬ እሞ በልስከ ንኺድ እሞ ንርኣያ ይብሎ እቲ እቲ ማናጀር ማለት እዩ ንኺድ ንርኣያ ተባሂሎም ተተሓሒዞም ይኸዱ እቲ ማናጀር እቲ ገዛ ምስ ረኣዮ ኣይተሓጎሰን ግን ኢትስ ኦኬ በቃ ደሓን ጸገም የለን ኢሉ ካብ ጅቡኡ መፍትሕ ኣውጺኡ ነቲ ሰብኣይ ይህቦ ማለት እዩ። ሰብኣይ ከ እንታይ እዩ ይብሎ ኣብዚ ትካል እዚ ልዕለኹም ነኽብሮ ልዕለኹም ብክብሪ ንነዊሕ ዓመታት ዝሰርሐ ሰብ ስለ ዘይብልና ጥሮታ ቅድሚ ምውጻእኩም ዝኾነ ዝኣዘዘና ስራሕ የለን ወይ ከዓ ዝኾነ ብቕልጡፍ ክስርሑልና ዝበለና ሰብ የለን ግን ጥሮታ ቅድሚ ምውጻእኩም ሲ ፅቡቕ ገዛ ሂብና ከነፋነወኩም ስለ ዝደለና ኢና ብዙሕ ገንዘብ መዲብና ክሰርሕዎ ሓሲብና ርግፀኛ እየ ከዓ እቲ ገንዘብ ብግቡእ ተጠቂምኩም ፅቡቅ ጌርኩም ከም ዝሰራሕኹሞ ከዓ ርግፀኛ እየ ስለዚ እዚ ገዛ እዚ ንዓኹም ህያብ እዩ ኢሎም ነቶም ሰብኣይ ሂቦም ሎክ ሰብኣይ ብጣዕሚ ሓሪቑ ብጣዕሚ ተጣዒሱ እዚ ኹሉ ዕድሚኡ ንሰባት እንታይ ዝኣመሰለ ገዛ፣ እንታይ ዝኣመሰለ ህንጻ የረክብ ነይሩ፣ ኣብ ናቱ ምስ በጽሐ፣ ኣብታ ናይ መጨረሻ ምስ በጽሐ ግን ብገዛእ ኢዱ ኣብ ሕማቕ ገዛ ክነብር ንነብሱ ፈሪድላ ማለት እዩ። ሙሉእ ስራሕ ብዘይ ምግባሩ፣ ናይ ሙሉእ ዓቕሙ ብዘይ ምጥቃሙ፣ ክሳዕ መጨረሻ ብዘይ ምጽዓሩ ወይ ከኣ ክሳዕ መጨረሻ ብዘይ ምኻዱ፣ መብዛሕትና ኣብ ከምዚ ኣብ ከምዚ ዓይነት ኩነታት ኢና ዘለና። ብዙሓት ሰባት ምሳና ተማሂሮም ምሳና ስራሕ ጀሚሮም ክኾኑ ክእሉ እዮም ገዲፎምና ዝኸደሉ ምክንያት እታ ነጥቢ እዚአን ክልተ እዚአን እየን እሶም ክሳዕ መጨረሻ ዓቕሞም ተጠቂሞምሉ እዮም ክሳዕ መጨረሻ ካ ተቓሊፆም እዮም ሙሉእ ሓይሎም ከዓ ተጠቂሞም እዮም ምናልባት ንፅዕር ኣለና ኣበይ ንሕና እውን ኮን ንሰርሕ ኣለና ንፅዕር ኣለና ክትብሉ እንትኽእሉ ኢኹም ግን ጎሄድ ሕጂ እውን ክሳዕ መጨረሻ ዓቕምኹም ተጠቀሙ ብትኽክል እቲ መጨረሻ ዝኾነ ዓቕምኹም ወይ ከዓ ሙሉእ ዓቕምኹም ትጥቀምሉ ኣለኹም ዲኹም እዚኣ ነብስኹም ሕተትዋ እንድሕር ዘይኮይኑ ድሕር ኖ ኮይኑ መልስኹም ነቲ ነገር ክትዕወትሉ ወይ ነቲ ክትረኽብዎ ትደልዩ ኣለኹም ብምሉእ ዓቕምኹም ተጠቀሙና ሰባት ብጣዕሚ ብዙሕ ዝኾነ ዓቕምን ብጣዕሚ ብቕዓትን ዘለና ፍጡራት ኢና ግን መብዛሕትና ከዓ እቲ ብምሉእ ዓቕምና ከዓ ኣይንጥቀመሉና ክሳዕ መጨረሻ ከዓ ኣይንፅዕርን ኢና ክሳዕ መጨረሻ ከዓ ኣይንቃለስና ምናልባት ምስቲ ሰብ ትፈልየኩም ደላ ምናልባት ንስኹም ካብ ስራሕ መፂኹም ሪሞት ሒዝኩም ቲቪ ክትህሉ ከሎ ምስ ከይዱ ካብ ገፅ ዕረፍቲ ምስ መፅ ኮፍ ኢሉ መፅሓፍ የንብብ ነይሩ ክኸውን ምናልባት ንስኹም ኣብ ፌስቡክ ግዜኹም ክትሕልፉ ከለኹም እሱ ከዓ ምናልባት ኣብ ዩቲብ ከይዱ ዝጠቕሞ ትምህርትታት ወይ ኣብ ኦንላይን ገለገለ ኮርሳት ይወስድ ነይሩ ክኸውን ይኽእል እዚኣ ንእሽተይ ትመስል ቀላል ትመስል እያ ለውጢ ናይ ህይወት ተምፅእ መብዛሕትና ዘይነስተውዕለሉ ንእሽተይ ዝመስል ግን ሙሉእ ህይወት ክልውጥ ዝኽእል ነገር እዩ ንኣሽቱ ዝመስላ ሰባት ከም ዝነግርኹም ብምሉእና ብጣዕሚ ብዙሕ ዓቕምን ብዙሕ ብቕዓትን እዩ ዘለና ግን እቲ ንደልዮ ንክንበፅሕ ወይ እቲ ንደልዮ ነገር ንክንረክብ መጀመርያ ምሉእ ዓቕምና ንጠቀም ክሳዕ መጨረሻ ክሳዕ መጨረሻ ከዓ ንኺድ እዚኣ እታ ሓንቲ እያ ካልኣይቲ ቅድሚ ምንጋሪ ሓንቲ ሕፅር ዝበለ ዛንታ ክደግመኩም ሓደ ግዜ ክልተ የዕሩኽ ነይሮም እዞም ክልተ ኣዕሩኽ ብሓሳብ እዮም ተማሂሮም ብሓሳብ ኣብቲ ስራሕ ተቆፂሮም ንሰላሳ ዓመት ዝኾን ሰሪሖም እቲ ሓደ ስቲል ሰራሕተኛ እዩ እቲ ሓደ ግን ዋና ትካል ኮይኑ ኣሎ ሼር ሒዙ ኣሎ ኣብቲ ገዛ ኣብቲ ህንፃ ማለት እዩ ስለዚ ተቆፂሩ ዝሰርሕ ኩሉ ግዜ ንነብሱ ይሓትት ንምንታይ እዚ- ብሓሳብ ተማሂርና ብሓሳብ ዝተቆፂርና ብሓሳብ ስራሕ ጀሚርና ግን ንሱ ዋና ትካል እዩ ኣነ ግን ተቆጺረ ዝሰርሕ ኢለ ይሓስብ ሓደ መዓልቲ ክሓቶ ወሲኑ ከይዱ ድማ ይሓቶ ማለት እዩ ኣነስ ብሓንሳብ ኢና ተማሂርና ትዝክርን እወ ብሓንሳብ ብሓንሳብ ካብ ስራሕ ተቆጺርና እወ ብሓንሳብ ግን ንስኻ ዋና ኣነ ግን ሰራሕተኛ እየ እዚ ከመይ ኢሉ ክኸውን ክኢሉ እዩ ኢለ ሓቶ ስኻ እንታይ ኢሉ ይምልሰሉ ኦኬ ትዝክር ዶ ብሓንሳብ ክንመሃር እወ ዝክሮ ብሓንሳብ ኣብዚ ትካል ክንቁጸር ከ ትዝክር ዶ እወ ትዝክር ተኾንካ ገዛና እውን ርሑቕ ስለ ዝነበረ ሓደ ሰዓት ብእግርና ተጓዒዝና ኢና ንገዛና ንኸይድ ነርና እወ ዝክሮ እንታይ እሞ እዩ ዝትብለን ዘለካ ኢሉ ኦኬ ሓደ መዓልቲ ትዝክር ተኾንካ ስራሕ ኣምሲና ሰዓት ሸሞንተ ሰዓት ሽዱሽተ ወፂና ኣሚን ሰዓት ሸውዓተ ወፂና ሓደ ሰዓት ወሲድልና ሰዓት ሸሞንተ ገዛና በፂሕና እወ ዘኪረ ኣለኹ እንታይ ኢኻ ክትብለን ደሊኻ ሽዑ ድሕሪ ትዝክር ኮንካ ኣብቲ ቦታቲ ምስ በፃሕና ሓደ ነገር ልክዕ ኣብ ገዛና ምስ በጻሕና ኣነ ሓደ ነገር ዘኪረ ናይቲ ንሰርሓሉ ትካል ቨንትሌተርን መብራህትን ተወሊዑ ከም ዘሎ ዘኪረስ ንመለስ ንጥፋ እዮም ዝበልኩካ እንታይ ኢልካኒ ትዝክሮ ዶ ኢሎ ኢሎ እወ ዝክሮ እንታይ ኢልካኒ ኢልዎ እወ እቲ ትካል እንታይ ሕጂ ሰዓት ከይድናስ ሕጂ ከዓ ሰዓት ክንምለስ ተኮይናስ ሰዓት ዓሰርተ ክኸውን እዩ ሰዓት ከይድና ሰዓት ካብ ንምለስ ሓንቲ ቨንትሌተርን ሓንቲ ልችንስ ነቲ ነቲ ትካል እሞ እንታይ ከይትጎድኦ እያ ፀገም የብሉን ንኺድ ጥራይ ኢልካኒ ኢለካ ኢልዎ ሽዑ ኣነኸ እንታይ ኢለካ ሽዑ ዳኣ እስኻ ተመሊስካ ኢልዎ ሉክ ርኢኻ ኢልዎ እቲ ፍልልይና እዚ ኢልዎ እስኻ ክትቁፀር ጀሚርካ እውን ሰራሕተኛ ኢኻ ነርካ ሕጂ ኸዓ ሰራሕተኛ ኢኻ ደለኻ ኣነ ግን ኣብቲ ትካል ክቁፀር ከለኹ ጀሚረ ዋና ትካል እየ ነይረ ሕጂ እውን ዋና ትካል እየ ዘለኹ ኢልዎ እቲ ፍልልይ እንታይ ምዃኑ ድሕር ኣስተውዒልኩም ምናልባት ካልእ ነገር ተረዲእኹም ክትኮኑ ትኽእሉ ኢኹም ካብዚ ኣነ ዝተረዳእኽዎ ግን ክነግረኩም እዞም ሰባት እዚኦም ክቆፀሩ ጀሚሮም እቲ ማይንድሰት ናቶም በበይኑ ነይሩ እቲ ሓደ ናይ ሰራሕተኛ ናይ ተቆፂርካ ምስራሕ ሒዙ ጀሚሩ ከምኣ ሒዙ ከዓ ቀፂሉ እቲ ሓደ ግን ክጅምር ከሎ ጀሚሩ ከም ዋና ትካል እዩ ዝሰርሕ ነይሩ ሙሉእ ኣተሓሳስቡ ልክዕ ከም ዋና ትካል ዝሰርሕ ነይሩ መጨረሻ ከዓ ዋና ትካል ኮይኑ እቲ ንደልዮ ንሕና ከ ቀዲምና ኣብ ሃንጎልና ተቀቢልናዮ ዲና መጀመርያ ንሕና ተቀቢልናዮ ዲና ንሕና ከይተቀበልናዮ ክንረኽቦ ኣይንኽእልን ኢና ንሕና ከይኣመንናሉ ክንበጽሖ ኣይንኽእልን እምነት ወሳኒ ነገር እዩ ነቲ ክንበጽሖ ንደሊ ዘለና ወይ ነቲ ክንጭብጦ ወይ ከዓ ነቲ ክንረኽቦ ንደሊ ዘለና መጀመርያ ንሕና ኣሚናሉ ዲና ንሕና ተቀቢልናዮ ዲና ንሕና ድሕሪ ተቀቢልናዮ ንሕና ክንረኽቦ ኣይንኽእልን ኢና ንሕና ድሕሪ ኣሚንናሉ ፍጹም ክንበጽሖ ኣይንኽእልን ኢና ስለዚ መጀመርያ መጀመርያ እቲ ክንረኽቦ ንደሊ ወይ ከዓ እቲ ክንበፅሖ ንደሊ ንሕና ንእመነሉ ኣብ ብሓንጎልና ልክዕ ከምቲ ዝኾንናዮ ጌርና ንቀበሎ ንሓንጎልና ነቲ ሳብኮንሽስ ማይንድና ነለማምዶ ስለዚ እዚኣ ከዓ ካልኣይቲ እታ ቀዳመይቲ ክሳዕ መጨረሻ ምፅዓር ክሳዕ መጨረሻ ምፅዓር ሙሉእ ሓይልኻ ካብ ምጥቃም ክሳዕ መጨረሻ ኣብ ሳይን ኣብ ማቴማቲክስ ኣሰንፍቶት ዝበሃል ግራፍ ኣሎ። እታ ግራፍ ከመይ ኢላ ትኸይድ መሲልኩም መስቀል ምሽ ኣላ እታ ግራፍ መፅያ መፅያ ልክ ኣብታ ግራፍ ክትበፅሕ ከላ ትጥወ ከምዚ ከርብ ገይራ ተፀጊዓታ እያ ትሓልፍ። ልክዕ እዚ ሰብኣይ ከምኡ እዩ ገይሩ እዚ ኩሉ ከይዱ ልክዕ መፅ ልክዕ ኣብኣ ምስ በፅሐ ግን ኣብታ ጫፍ በፂሑ ተመሊሱ። እቲ ካልኣይ ግራፍ ከዓ ሰንጢቕ እዩ ድሓልፍ እዚኣ ፖይንት እዚኣ እያ ታፍልሊና ሰንጢቖም ዝሓልፉን ኣብኣ በፂሖም ዝጥወዩ ኣብ መጨረሻ ምስ በፅሑ ተስፋ ዝቆርፁን እዚኣ እያ ታፍልሊና ስለዚ እቲ ንደልዮ ነገር ክንጭብጥ ኣብ ሂወትና ዕውታት ክንከውን እቲ ንደልዮ ሕልሚና ክንበፅሖ ወይ ከዓ ክንረኽቦ እዚ ክንገብር ኣለና ክሳዕ መጨረሻ ምቅላስ ክሳዕ መጨረሻ ምቅላስ ሙሉእ ዓቕምና ምጥቃም ብሙሉእ ዓቕምና ምጥቃም ናይ ሎማዓንቲ መልእኽተይ እዚኣ ነይራ ፈቲኹሞ ክትኮኑ ተስፋ ገብር እንድሕር ጠቂም ኢልኩም ሓሲብኩሞ ንካልኦት ሼር ክትገብርዎ ይዕድመኩም እቶም ኣብ ዩቲብ ቻነል ትርእይዎ ሳብስክራይብ ምግባርኩም ኣይትርስዑ ሳብስክራይብ ክትገብሩ ከለኹም እታ ናይ ደወል ምልክት ፀቐጥዋ ምእንቲ ሓድሽ ቪድዮ ከውርድ ከለኹ ኖቲፊኬሽን ክመፀኩም እናበልኩ ፈጣሪ ፍቕርን ሰላምን ዓወትን ብልፅግናን ክህበና እንዳተመነኹ ሰሰናዩ